እንኳን ሻዕቢያና ወያኔና ሱዳን ሌላም ቢጨመር በኢትዮጵያ ሉዓላዊነት ቅንጣት ታክል ስጋት የለን ቅንጣት ታክል።
ህወሓት ፖለቲካ ምሳር ሻዕቢያ ሓድሽ ስትራቴጂያዊ ፀወታ። ሰላም ክቡራት ተኸታተልቲ ኤን ሚድያ ኣብ ዘዘለኹሞ ሰላምን ጥዕናን እንዳተመነና ኣብ ናይ ሎሚ ትሕዝቶና ከሰጋግረኩም። ኣብ ናይ ሎሚ ምድላውና ሒዝናልኩም ቀሪብና ዘለና ትሕዝቶ፣ ቀዳማይ ሚኒስተር ኢትዮጵያ ኣቢይ ኣሕመድ ኣብ ቅድሚ ባይቶ ወከልቲ ህዝቢ ቀሪቡ ኣብ ዘስምዖ መደረ፣ ሻዕቢያ እንዳበለ ክጽውዖ ንዝወዓለ መንግስቲ ኤርትራ፣ ንህወሓትን ሱዳንን ዝፈጠርዎ ኪዳን፣ ብፍላይካ ሓይልታት ትግራይ ንመንእሰያት ናብ ኲናት ሱዳን የሰጋግሩ ኣለዉ ክብል ዘቕረቦ ተሪር ክስን ከም ዘየስግኦ ዝሃቦ መግለጽን ይድህስስ። ብተወሳኺ ኣብ ጉዳይ ስምምዕ ፕሪቶርያን ውፅኢት ሃገራዊ ምርጫን ዝሃቦ መግለፂታት ምስ ዞባዊ ጂኦ ፖለቲካ ብምትእስሳር ክንሪኦ ኢና። ነዚ ዳሳሳዊ ፅሑፍ ኣዋሂዱ ዘዳለዎ ዘምህረት ወልደሰማእታት ኮይኑ ሰይድ መሓመድ ቀርበልኩም እየ። ሰናይ ምክትታል። ጊዜው
ሀብት እያፈራህ ሀብትን እያጣጣምክ እራስህን ደግሞ ለመስዋት ማዘጋጀት አብሮ አይሄድም ኣብሩ ኣይሄድን።
ቀዳማይ ሚኒስተር ኢትዮጵያ ኣብዪ ኣሕመድ ሎሚ ሸውዓተ ሓምለ ክልተ ሸሕን ዕስራን ሽዱሽተን ኣብ ቅድሚ ባይቶ ወከልቲ ህዝቢ እታ ሃገር ቀሪቡ ኣብ ዘስምዖ መደረ ኣብ ልዕሊ ሓይልታት ትግራይ ማለት ህወሓት ከምኡውን ኣብ ልዕሊ ጎረባብቲ ሃገራት ኤርትራን ሱዳንን ሓያል ፖለቲካውን ጸጥታውን ክስታት ኣቕሪቡ። እዚ መግለጺ ኢትዮጵያ ኣብ ውሽጣዊ ፖለቲካዊ ቁልውላውን ዞባዊ ስትራቴጂያዊ ምትሕልላኽን ተዋሒጣ ኣብ ዘላትሉ እዋን ዝቐረበ ብምዃኑ ብክኢላታት ተንተንቲ ፖለቲካ ቀርኒ ኣፍሪቃ ኣቓልቦ ስሒቡ ኣሎ። እቲ ዝዓበየ መዘራረቢ ኮይኑ ዘሎ ነጥቢ፣ እቲ ቀዳማይ ሚኒስተር ኣብይ ኣሕመድ ኣብ ልዕሊ ሓይልታት ትግራይ ዘቕረቦ ክሲ እዩ። ንሱ፣ ሓይልታት ትግራይ ንመንእሰያት ብግዴታ እንዳገፈፉ ናብቲ ኣብ ሱዳን ዝካየድ ዘሎ ደማዊ ኲናት የሰጋግርዎም ኣለዉ ክብል ከሲሱ። ብዙሓት መንእሰያት ትግራይ ብግዴታ ኣብ ኲናት ሱዳን ክዋግኡ ይግደዱ ኣለዉ። መንእሰይ ትግራይ ብዘይፈልጦ ምኽንያት ህይወቱ ይስእን ኣሎ። ኣብ ኩናት ሱዳን ከም ባሮት ይሽየጡ ኣለዉ፣ ብዛዕባ ዘይፈልጦ ዕላማ ድማ ህይወቶም ይኸፍሉ ኣለዉ ብምባል እቲ ጉዳይ ክሳብ ክንደይ ሓደገኛ ኮይኑ ከም ዘሎ ገሊጹ። እንተኾነ ክሲ ኣብዪ ኣሕመድ ካብቲ ንሱ ኣብ ሱዳን ዝጻወቶ ዘሎ ተራ ነጺልካ ዝርእ ኣይኮነን። ኢትዮጵያ ንባዕላ ምስ ሕቡራት ኢማራት ዓረብ ብምሕባር ኣብ ኩናት ሱዳን ኣብ ትሳተፍ ኣላ ዝብል ክሲ ብመንግስቲ ሱዳን ቀሪቡላ እዩ። ሱዳን፣ ኢትዮጵያን ኢማራትን ኣብ መዕርፎ ነፈርቲ ካርቱም ናይ ድሮን መጥቃዕቲ ፈጺመን ክትብል ምኽሳሳ ይዝከር። ብዛዕባ ዞባዊ ኪዳናት ኣብ ተዛረበሉ እዋን፣ ቀዳማይ ሚኒስተር ኣብዪ ኣሕመድ፣ ነቲ ኣብ መንጎ ኤርትራ፣ ሱዳንን ህወሓትን ክህሉ ይኽእል'ዩ ዝበሃል ስትራቴጂያዊ ምትሕብባር ኣናኢሱዎ ኣሎ። ይትረፍዶ ሻዕቢያ፣ ወያነን ሱዳንን ካልእ'ውን እንተተወሰኸ፣ ልዑላውነት ኢትዮጵያ ክንድፈር ኣድር'ውን ይኹን ዘሰክፍ የብሉን ብምባል፣ መንግስቱ ነዚ ንምምካት ዘኽእሎ ዓቕሚ ይሃንጽ ከምዘሎ ሓቢሩ። ንህወሓት ኣመልኪቱ ክዛረብ እንከሎ፣ ንሓይልታት ትግራይ ናይ ወጻኢ ተልእኾ ዘፈጽሙ ምሳሪ ክብል ጸዊዕዎም። ህወሓት ንባዕሉ ዝኾነ ዕላማ ከምዘይብሉን፣ ንረብሓ ግዳማውያን ሓይልታት ብፍላይ ንመንግስቲ ኤርትራ ብምጥቃስ ጥራይ፣ ይሰርሕ ከምዘሎን ከሲሱ። ህወሓት ናይ ኤርትራ ማለት ሻዕቢያ ተልእኾ ይፍጽም ኣሎ ብምባል ድማ ሰባት በቲ ቀደም ዘገልገለ ኣረጊት ስልቲ ሕጂ ክጥቀሙ ምፍታኖም ረብሓ የብሉን ብምባል ንህወሓት ኣነኣኢሱ። ይኹን እምበር ኣብ ትግራይ ኲናት ክውላዕ ሰፊሕ ድሌት ከምዘሎ ብምግላጽ መንገስቲ ፌደራል ግን መኽሰብ ስለዘይብሉ ነዚ ምትኹታኽ ይዕጎሶ ከምዘሎ ተዛሪቡ። መዓልታዊ ኲናት ዘበግስ ፈተነታት ይፍጸም እኳ እንተሎ፣ ኢትዮጵያ ንዝመጽእ ዝኾነ ይኹን ንምክልኻል ዘኸል ቁመና ተሃንጽ ምህላዋ እዩ ብጃህራ ክዛረብ ተሰሚዑ። ብቃለ መዳይ እቲ ቀዳማይ ሚኒስተር ኣብ ኣዲስ ኣበባ ቪላታት ሃኒጽካ መስዋእቲ ምኽፋል ኣይከኣልን ኢሉ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ኣብቲ ናይ ሎሚ ንባይቶ ወከልቲ ህዝቢ ዘስምዖ መደሩ ሓፈሻዊ ነቲ ህወሓት ዝመርሖ ናይ ቃልሲ መንፈስ ተጋሩ ነዞም ናይ ሕጂ መራሕቲ እቲ ውድብ ከነኣእስ ክብል ተጠቀመሉ ኣገባብን ኣቋናጻበቃናን ንብዙሓት ተጋሩ ኣኾቲዑ ኣሎ። ኣብይ መራሕቲ ህወሓት ኣብ ኣዲስ ኣበባን ካልኦት ከተማታትን ውልቃዊ ሃብቲ ኣፍርዮምን ቪላታት ሃኒጾምን ክነሶም ንመንእሰያት ትግራይ ናብ መስዋእቲ ክድርኹ ምፍታኖም ግዜኡ ዝሓለፈ ስልቲ ምዃኑ እዩ ክገልጽ ዝፍትን። ሃብቲ እናጣጠምካ መስዋእቲ ምኽፋል ኣይከኣልን ብምባል ድማ ኣብይ ኣብ መደሩ እቲ ቀደም ዝነበረ ናይ ዕጥቂ ቃልሲ ስልቲ ሕጂ ክሰርሕ ከም ዘይክእል ብምግላጽ ጊዘ ተለዊጡ ኢሉ። ንሱ ሃብቲ እናፍረኻን ሃብቲ እናጣጠምካን ንርእስኻ ድማ ንመስዋእቲ ምድላው ብሓባር ኣይከድን'ዩ ክብል ተዛሪቡ። ከም ኣባህላ ኣብይ መራሕቲ ህወሓት ኣብ ኣዲስ ኣበባን ካልኦት ከባቢታትን ዝሃነጽዎም ኣባይትን ዘጥረይዎ ርእሰ ማልን ካብቲ ናይ ቀደም ወያናይ ዝብልዎ ባህርያት ዝረሓቐ ምዃኑ ከመልክት ኢሉ እዩ። እቲ ቀደም ናብቲ ቃልሲ ተሳተፉ ከኣ ክቑምል ዝደሊ ጸጉሩ ክጉትን ዝደሊ ነይሩ ብምባል ከነኣስ'ዩ ፈቲኑ። ኣብይ ኣሕመድ ሰባት በቲ ዝኣረገን ግዚኡ ዝሓለፎን ስልቲ ምፍታን ረብሓ የብሉን ድሕሪ ምባል፣ ንርእሱ ጎዲኡን መስዋእቲ ኮይኑ ዝዋጋእ ሓይሊ ኣብዚ እዋን እዚ ከምዘየለ ገሊጹ። እዚ ኸኣ ነቲ መራሕቲ ህወሓት ዝኽተልዎ ዘለዉ ዝበሎ ፖለቲካውን ወተሃደራውን ስልቲ ንምንእኣስ ተዛረቦ እዩ። ይኹን እምበር እቲ ነቲ ምጉት ንምርጓድ ተጠቀመሉ መጓተ ነጥቢ፣ ብመሰረቱ ዘይጥዑይ ብምዃኑ ንብዙሓት ባህ ኣየበለን። እቲ መደረ ነቲ መራሕቲ ህወሓት ካብቲ ኣብ ኣዲስ ኣበባ ዘለዎ ምቾትን ሃብትን ተፈልዮም ናብ ኲናት ክኣትዉ ድልውነት ከም ዘይብሎም ንምግላጽን ንተራ ኣባላት ሓይልታት ትግራይ ድማ መራሕቶም ብሰላም ኣብ ሃብቲ ከለዉ ንሳቶም ግን ህይወቶም ይኸፍሉ ከም ዘለዉ ንምርኣይ ዝዓለመ ንጹር ስነ ኣእምራዊ መጥቃዕቲ ኮይኑ ማንም ክርድኦ ዝኽእል ምዃኑን ተንተንቲ ይገልጹ። እቲ ቀዳማይ ሚኒስተር መራሕቲ ህወሓት ኣብ ክንዲ ንኲናት ምድላው ኣብ መቐለ እውን ልክዕ ከምቲ ኣብ ኣዲስ ኣበባን ባህር ዳርን ጎንደርን ዝረአ ዘሎ ኮሪደር ልምዓት ንምርኣይ ክፅዕሩ ከም ዘለዎም ይፀዊዑ። ምንዮትና ኣብ መቐለ ኮሪደር ልምዓት ምርኣይ እዩ። ካብኡ ወፃኢ ንዘሎ ንኲናት ዝድርኽ ምንቅስቓሳት ግን ኣይንደልን ክብል ኣስሚሩሉ። ንሱ ብተወሳኺ ህወሓት ኣብ ትሕቲ ፅላል ዝገደመ ሰልፊ ተሓቢኡ ንመንእሰይ ከእምን ከም ዘይከኣለ ብምጥቃስ ህወሓትን ዓወትን ኣራምባን ቆቦን እዮም ክብል ኣናሽዎም። እቲ ሕጂ ዘሎ ሓድሽ ወለዶ ካብቲ ናይ ቀደም ርእዮተ ዓለማዊ ጽልዋታት ወጺኡ ናብ ልምዓትን ሰላምን ከም ዘማዕ ድማ ገሊጹ። ኣብ መወዳእታ ኣቢ ኣሕመድ ኢትዮጵያ ኣብ መላእ ሃገር ሃብቲ እናፍረየት ኣብ ትርከበሉ እዋን ንርእስኻ እናጎዳእካ ዝግበር ኲናት ትርፊ የብሉን ክብል ደምዲሙ። እመደሩ ህወሓት ካብቲ ንኩናት ዘደርኽ ምንቅስቓሳት ወፂኡ ቀልበን ሕልናን ተገዚኡ ሰላም ንምምፃእ ፃዕሪ ምክያድ ኣገዳሲ ምዃኑ ገሊፁ። ካብ ሰላም ወፃኢ ዘሎ ኣማራፂ ረብሓ የብሉን ዝበለ ኣብይ፣ ኩሉ ወገን ናብ ሰላም ክመፅእ ፃዕሪ ክግበር ከምዘሎ ይዛረብ። እንተኾነ ኩሉ ኣገልግሎታት፣ ባጀት፣ ቀረባት ነዳድን መድሃኒትን ካልእ መሰረታዊ ነገራት ብምሕናቕ ትግራይ ኣብ ቤት ምኽሪ ፌዴራል ህላወ ከምዘይህልዋ ብምግባር ህላወታ ክልል ከዳኽም ከም ዝጸንሐን ሰራዊቱ ናብ ዶባት ብምንቅስቓስ ንኤርትራ ከይተረፈ ከዋጣውጥ ከም ዝጸንሐ ዝፍለጥ እዩ። እዚ መግለጺታት ኣብ መንጎ ኣዲስ ኣበባን መቐለን ዘሎ ወጥሪ ኣብ ዝለዓለ ጥርዚ በጺሕሉ ኣብ ዘለሉ እዋን ዝቐረበ እዩ። ሕብረት ኤውሮጳ ኣብዚ ቀረባ እዋን እቲ ኣብ ትግራይ ዝረኣ ዘሎ ምዕባለታት ነቲ ኣብ ክልተ ሽሕን ዕስራን ክልተን እተፈረመ ስምምዕ ፕሪቶርያ ኣብ ሓደጋ ከውድቖ ይኽእል እዩ ክብል መጠንቀቕታ ሂቡ ነይሩ እዩ። ቅድሚ እውን ኤምባሲ ኣሜሪካ ኣብ ኣዲስ ኣበባ ብዕስራን ሽዱሽተን ሰነ ክልተ ሽሕን ዕስራን ሽዱሽተን ስምምዕ ፕሪቶርያ ምሉእ ብምሉእ ክትግበር ጻውዒት ኣቕሪቡ ነይሩ። ኣሜሪካ ፖለቲካዊ ዘተ ከም ዘድልን ሰላም ዝዘርጉ ኣካላት ምስ ተበግሶታት ሕብረት ኣፍሪቃ ክተሓባበሩን ኣተሓሳሲባ እያ። ቀዳማይ ሚኒስትር ኣቢ ግን ነዚ ስምምዕ ክገልጾ እንከሎ ሰዓርን ተሰዓርን ማዕረ ኮፍ ኢሎም ዝገበርዎ ዘተ እዩ ብምባል እዩ ዝገልጾም። ኣብ መዳይ ውሽጣዊ ፖለቲካዊ ሃገራዊ ምርጫን ኣቢ ኣሕመድ ነቲ ዳርጋ ንበይኑ ብልጽግና እተወዳደረሉ መበል ሻውዓይ ሃገራዊ ምርጫ ታሪኻዊ ክብል ሞጒስዎም። ብልጽግና ልዕሊ ቴስዓ ሚእታዊት ድምጺ ረኺቡ እኳ እተተዓወተ፣ ንተወዳደርቲ ሰልፍታት ዓሰርተ ሓሙሽተ ሚእታዊት ወናብር ብፍቓዱ ከም ዝሓደገሎም እዩ ኣስሚዑ። ኣብ ፓርላማ ዓሰርተ ሓሙሽተ ሚእታዊት መናብር ዝሓድግ ሰልፊ ኣብ ሙላእ ኣፍሪቃ ክህሉ ከም ዘይክእል ድማ፣ ንውሳነ ሰልፉ ከም ዓቢ ዲሞክራሲያዊ ስጉምቲ ኣቕሪብዎ። ይኹን እምበር ከም ፖለቲካዊ ተንተንቲ ዝዕዘብዎ፣ ሓደ ሰልፊ ባዕሉ መናብር ክህብ ይኽእል እዩ ዝብል ኣተሓሳስባ፣ ንባዕሉ ምስ መሰረታዊ መትከላት ዲሞክራሲያዊ ምርጫን ነጻ ውድድርን ዝጋጮ እዩ። ብዓቢኡ ድማ እቲ ውጽኢት ኣቐዲሙ ዝፈለጦን ዘረጋገጾን ኮይኑ፣ እዚ ሕጂ ዝብሎን ዝገብሮን ዘሎ ህዝቢ ንምትላል እተገብረ ሸፈጥን፣ ምድንጋር ምዃኑ እዩ። ብዛዕባ ናይ ወፃኢ ፖሊሲ ኢትዮጵያ ኣብ ዝሃቦ መብርሂ እታ ሃገር መቋቋም፣ መጠቀም፣ መጋራት፣ ምፅዋር፣ ምጥቃም፣ ምልምማድ ዝብል መትከል ከምትኽተል ኣብሪሁ። ፀላእቲ ኢትዮጵያ ኣብ ምኽሓድ፣ ምምራፅ፣ ምምናይን ተሓፂሮም ኣለዉ ድሕሪ ምባል ኢትዮጵያ ግን ብቐሊሉ ከምዘይትድፈር ይዝንየት። ብሓፈሻ እዚ ናይ ኣብይ ኣሕመድ መደረ ኢትዮጵያ ብውሽጢ ብሄራዊ ግጭታት፣ ኣብ ኣምሓራን ኦሮምያን ዝካየድ ዘሎ ተኹሲ ሓዊሱ ብደገ ድማ ብጂኦፖለቲካዊ ጸቐጢ ኣብ ትሕመሰሉ ዘላ እዋን ሓይሉ ንምርኣይ ዝገበሮ ብድዐን ጃህራን ፈተነ እዩ ብፍላይ እቲ ሓይልታት ትግራይ ኣብ ኩናት ሱዳን ይሳተፍሎ ዝብል ክሲ ነቲ ኣብ ቀርኒ ኣፍሪቃ ዘሎ ናይ ኪዳናት ምትሕላኽ ዝያዳ ዘራጎድን ንዞባዊ ሰላም ናብ ዝኸፍኣ ሓደጋ ዝመርሕን ጉዳይ እዩ ክቡራት ተኸታተልቲ ነቲ ቀዳማይ ሚኒስተር ኣብዪ ኣሕመድ ኣብ ፓርላማ ኢትዮጵያ ቀሪቡ ንሓይልታት ትግራይ ኣብ ኩናት ሱዳን ብምስታፍ ዘቕረበሎም ክሰን ንኪዳን ኤርትራ ሱዳን ህወሓት ከም ዘየስግኦ ዝሃቦ መብርህን ተኸታቲልኩም ኣለኹም። እዚ መግለጺ ምስቲ ዘሎ ጂኦፖለቲካን ጻውዒት ኣሜሪካን ሕብረት ኤውሮጳን ብኸመይ ከም ዝተኣሳሰር ካብ ዘቕረብናዮ ሰፊሕ ትንተና ብግቡእ ተገንዚብኩሞ ትኾኑ ተስፋ ንገብር። ከም ወትሩ ኣብ ዝተላዕለ ጉዳይ ዘለኩም ርእይቶን ሓሳብን ኣብ ቦታ ኮመንት ኣካፍሉ። ላይክ፣ ኮሞን፣ ሼር ክትገብሩ ድማ ነዘኻኽር።